ሰላም ኣሕዋት ናይ ሎማዓንቲ ረስትና ኒ ኮስት ፋንኪ እንድያ ኮስት ፋንኪ ማለት ከዓኒ ቆልዓ ንክንወልድ ነውፅኦም ወፃኢታት እዩ ቅድሚ እዚ ወፃኢታት ምፍላጥና ግን ኣገዳሲ ነገር ክንፈልጦ ዘለና ነገር ኣሎ እዩ ንሱ ከዓኒ መጀመርያ ንሕና ድልዋት ዲና ሓላፍነት ክንስከም ብፕላን ዲና ክንወልድ ንደሊ እንታይ ዓይነት ምድላዋት ኢና ጌርና ማለት እዩ ቅድሚ ምውላድና ወይ ክንገብር ዘለና ቅድሚ ምውላድና እዚ ኩሉ ነገር ኣቀዲምና ክንፈልጦ ኣለና ማለት እዩ ኣብ ብዙሓት ሰባት ዝረአ ነገር ኣሎ እዩ ሃንደበት ብዘይ ፕላን ጥንሲ የጋጥሞም ሞኒ ሽዑ ነቲ ጥንሲ ከቐበልዎ ብጣዕሚ ይኸብዶም ማለት እዩ እቲ ቀንዲ ዝኸብዶም ነገር ከዓኒ ሓላፍነት ክስከሙ ድልዋት ኮይኖም ኣይፀንሑን እሞ ብመንፅሩ ከዓኒ ኣብ ዘየድሊ ነገር ይኣትዉ ማለት እዩ ናይ መስተ ወይ ድማ ናይ ካልእ ካልእ ነገራት ይኾኑ ቅድሚ እዚ ምዃና ግን እዚኦም ነገራት ክንሓስበሎም ኣለና እዩ ማለት ሓላፍነት ክንስከም ድልዋት ክንከውን ኣለና ፕላን ኣውፅና ፕላን ከዓ ብፕላን ከዓ ክንከይድ ኣለና ማለት እዩ ሕጂ ኣብ ዓድና እንታይ ትርኢ ኢኻ ቆልዓ ምሽሻ እዩ ዝውለድ እንታይ ፀገም ኣሎ ገለገለ ይብልካ እዮም ብርግፅ ዝኾነ ቆልዓ ምሽሻ እዩ ዝውለድ ግን እቲ ናይ ዓድና ሓበራዊ ናብራ እዩ ኣብኡ ብዙሕ ከቢድ ኣይኮነን ማለት እዩ ኣብዚ ዓዲ ግን ከምኡ ዝበሃል ነገር የለን ነቲ ቆልዓ ኩሉ ነገር ናቱ እዩ ከተዳልው ዘለካ ናቱ ገዛ ከተዳልወሉ ኣለካ ናቱ ዓራት ከተዳልወሉ ኣለካ ኩሉ ናቱ ከተዳልወሉ ኣለካ ማለት እዩ ስለዚ ሕጂ ነዚታት ንክንገብሮ ድልዋት ዲና ወይ ምሽ ሓላፍነት ንክንስከም ድልዋት ዲና ኣብዚ ዓዲ ዝኾነ ፀገም እንተጋጢሙካ ንኣብነት ሕጂ ናይ ፋይናንሻል ፀገም ገለ እንተጋጢሙካ ኣብ ከባቢኻ ዝሕግዙ ሰባት ኣለዉ እዮም ንዕኦም ንክትረኽቦም ናብ ከባቢኻ ዘለዉ ሰባት ክትሓትት ኣለካ ማለት እዩ ብዓብዩ ግን እዝን ካልእን ክትፈልጡ እንተደሊኹም ኣብ ሽኮረይ ፖድካስት ኣለኩም ኣብ ዩቲብ ማለት እዩ ኣብ ዩቲብ ኬድኩም ዝያዳ ሓበሬታ ክትረኽቡ ትኽእሉ ኢኹም ናይ ሎማዓንቲ ኣርስትና እዚኣ እያ ነይራ ቻው